ኣብዚ ዘንበብናዮ ክፍሊ ነቢይ ሆሴእ ኣብ ሰሜናዊ ክፍሊ ናይ እስራኤል ኮይኑ ዝተነበዮ ኣብ ሸውዓተ ሚእትን ሓምሳን ሰለስተን ክሳብ ሸውዓተ ሚእትን ዓሰርተ ሓሙሽተን ኣቢሉ ኣብ ዝነበረ ዝነበየሉ ዝነበረ ግዜ እግዚኣብሔር ከም ነቢ ኣቕሚጥዎ ዝተረበዮ ንህዝቢ እስራኤል እዩ። እስራኤል ብቐንዱ ንጉስ ኣንግሰልና ምስ በልዎ ንእግዚኣብሔር ብነቢ ሳሙኤል እግዚኣብሔር ነቢ ሳሙኤል ድማ ንእግዚኣብሔር ከምዚ ከምዚ ዝብሉ ኣለዉ ኢልዎ ንዕኡ ዝነዓቑ መሲልዎም እዩ ምክንያቱ ነቢ ሳሙኤል ናቶም ፈራዲ ነቢ ካህን ኩሉ እዩ ነይሩ ሕጂ ብልቡ ንዕኡ ግዲ ዘዝተናዓቆ መሲልዎ እዩ ኣምላኽ እታ ኣብ ልቡ ዘላ ስለ ዝፈለጠ ንዓኻ ኣይኮኑን ንዒቆም እንታይ ደኣ ንዓይ እዮም ንዒቆም ኣነ ኣምላኾም ኣነ ንጉሶም ኣነ ፕረዚደንት ናቶም ኮይነ ከገልግል ስለ ዘይደልዩ እዮም ከምቲ ናይ ኣህዛብ ከምቲ ኣብ ጎኖም ዘለዉ ኣህዛብ ከምኦም ንጉስ ከንግሱ ደልዮም ማለት እዩ። እግዚኣብሄር ድማ ንሳኦል ኣንጊሱ ኣሎ። ሳኦል ድማ ነጊሱ። ከምቲ ኣምላኽ ዝደልዮ ሰብኣይ ግን ኣይነበረን። ከም ፍቓድ ኣምላኽ ፍጹም ሰብኣይ ኣይነበረን። ድሕሪ ሳኦል ድማ መን ኮይኑ? ንጉስ ዳዊት ኮይኑ። ንጉስ ነገስታት ክሳብ ሕጂ ብስሙ እትጽዋዕ ዘላ ዳዊት ዝኸም ልበይ ረኸብኩ ዝበሎ እግዚኣብሄር ኣዝዩ ንኣምላኽ ዘስምር ሰብኣይ ረኺቡ ማለት እዩ እግዚኣብሄር ድማ ብዳዊት ተሓጒሱ ዳዊት ኣይበደለን ነይሩ ማለት ኣይኮነን ግን ንኣምላኽ ምምላስ ይፈልጥ ነይሩ ሳኦል ካብ ናይ ዳዊት ላዕሊ ሓጢኣት ኣይገበረን ዝገርመኩም ግን ናይ ሳኦል ኣጠማምታን ናይ ዳዊት ኣጠማምታን ነንበይኑ ነይሩ ዳዊት ብምሉእ ልቡ ናብ እግዚኣብሄር እዩ ዝጥምት ነይሩ ምስ ተጋግየ ክምለስ ከሎ እውን ንእግዚኣብሄር በደለይ ሕደገለይ ዝብል ነይሩ ናይ ሳኦል ሽግር ግን እንታይ ነይሩ ኣብ ክንዲ ናብ እግዚኣብሄር ናብ ሳሙኤል እዩ ዝጥምት ነይሩ ንሳሙኤል ፈርሕ ነይሩ ሪኹም ንሰብ ዝፈርሕ ርጉም እዩ ዝብሎ ቃል እግዚኣብሄር እዚ እዩ እምበር ፍሉይ በደል ስለ ዝገበረ ሳኦል ኣይኮነ ዳዊት ዝገበሮ ይገድም ነይሩ ብዓይኒ ስጋ ክትሪኦ ከለካ ቀፂሉ ዳዊት ንሰሎሙን ወሊዱ፣ ሰሎሙን ኣብ እስራኤል ነጊሱ ማለት እዩ። ሰሎሙን ኣብ እስራኤል ክነግስ ከሎ ኣነጋግሱ ኣዝዩ ዓቢ ነይሩ። ንፉዕ ሰብኣይ፣ ጥበብ ዝመልኦ፣ እግዚኣብሄር ዝፈቱ፣ ንኣምላኽ ዘስምር ሰብኣይ ነይሩ። ደሓር ግን ክኸይድ ክኸይድ ከሎ ኣብ እርግንኡ ኣንስቲ ምስ ኣብዝሐ ሸውዓተ ሚእቲ ንስትን ሰለስተ ሚእቲ ኣንስቲ ወሰነን ምስ ገበረ ግን እተን ኣንስቲ ድማ ካብ ከባቢ ዓድታት ስለ ዝነበራ ካብ ዓሞን ካብ ሞኣብ ካብ ካልእ ካልእ ዓዲ ከባቢ ስለ ዝነበራ ናተን ኣማልኽቲ ስለ ዝነበርወን ነቲ ኣማልኽቲ ናተን ክገብረለን ንንጉስ ሰሎሙን ሓቲተንኦ ማለት እዩ እቲ ግዜ እቲ። ንጉስ ሰሎሙን ድማ ኣብቲ ጽሑፍ ታይ ይብለልና ኣርግ ኣሪጉ እዩ ነይሩ ግዲ ምስ ኣረካ ብዙሕ ኢነርጀቲክ ኣይትኸውንን ኢኻ ነቲ ናይ ጎይታ ኣግረሲቭ ኣይትኸውንን ኢኻ ምኽንያቱ ንጉስ ሰሎሙን ጽሒፉ ኣሎ ምሽ ጎበዝ ከለኻ ንኣምላኽ ዘክሮ ግዜ እርጋን ከ ይመጽእ ኢሉ ጽሒፉ ኣሎ ገርመን እኮ ይደሉ ስለዚ ብንእስነትካ ከለኻ ኢኻ ኣፖሎጂስት ትኸውን ብንእስነትካ ከለኻ ኢኻ ነቲ ናይ ጎይታ ጠጠው ትብል ምንም እኳ እግዚኣብሔር ረድኣካ ክንሱ ወላ በርግናካ ግን ኣሪጉ ነበረ እሞ ዝብል እቲ ሰንተንስ ከንብቦ ከለኹ ተዳኺሙ ዶ ነይሩ ሕልኑ ዶ ውዲቑ ነይሩ ከምዚ ስለ ዝኾነ ግን እንታይ ኮይኑ ኣብ በረኽቲ መሰዊኢታት ሰርሒ ኣለና ኣርባዕተ ሰለስተ መሰዊኢታት ሰርሒ ኣሎ ናይ ኣስታቴር መሰዊኢት ናይ ሞሌኽ ናይ ገለገለ ዝበሃል ኣማልኽቲ ናይቶም ከባቢ እቲ ኣምላኽ እስራኤል ዘይኮነ ኣምላኽ ኣብ በረኽቲ ገይሩሎም ማለት እዩ። እታ ዕንወት ናይ እስራኤል ካብዚኣ እያ ትጅምር ማለት እዩ። ከምዚ ምስ ኮነ እግዚኣብሔር ብንጉስ ሰሎሞን ኣይተሓጎሰን። እዛ ንግስነት ካብ ዘርእኻ ከውርዳ ኢልዎ። ግን ስለ ዳዊት ባርያይ ኢለ ሓደ ነገር ጥራሕ ክህበካ እየ ን ነቲ the rest of his generation ማለት እዩ ሮብዓም ወሊዱ ሶሎምን ማለት እዩ ሮብዓም ድማ ይሁዳ ሒዙ ምስ ቤንጃሚን ምስ ብንያም ማለት እዩ ናብ ይሁዳ ናብ ሳውዝ ገጾም ኮይዶም እቲ ላዕሊ ዘሎ ድማ የሮብዓም ጊልያ ናይ ንጉስ ሰሎሙን ዝነበረ ንጉስ ናይ ሰሜናዊ ክፋል ናይ እስራኤል ኮይኑ የሮብዓም ወዲ ናባጥ ዝበሃል ካብዚ እቲ ክፋእ ዝጅምር ማለት እዩ የሮብዓም ወዲ ናባጥ ድማ ካብ ዓሰርተ ግዜ ሕጂ ክሰግዱ ኢሎም ንየሩሳሌም ክኸዱ ከለዉ ብኡ ገይሮም ክጠልሙን እውን ይኽእሉ እዮም ኢሉ ኣብኡ ክልተ ምራኹት ብወርቂ ገይሩ ሰሪሑሎም እዚኦም እዮም እቶም ካብ ግብፂ ዘውረድኹም ኣማልኽቲ'ሞ ናብዚኦምስ ጐዲሉ ናብኦም ከም ዝሰግዱ ገይርዎም። ኵሎም ድማ እቶም ነገስታት ብድሕሪኡ ዘለዉ ዓሰርተው ሸሞንተ ዝዀኑ ነገስታት ኵሎም ናይ የሮብዓም ወዲ ናባጥ ሒዞም እምበር ከም ናይ ንጉስ ዳዊት ንኣምላኽ ፍጹም ኰይኑ ዝተመላለሰ ንጉስ ኣይኰኑን። እዚኦም እቶም ናይ ሰሜናዊ ክፋል እዮም። እቶም ናይ ደቡባዊ ክፋል ድማ ገለ ገለ ከምቲ ናይ ንጉስ ዳዊት ወይ ድማ ነቲ በረኽቲ ዘፍርስዎ ዝነበሩ ከም በዓል ሂዝቅያስ ማዕልዮታም ዝነበሩ ነይሮም ካልኦት ግን ንኣምላኽ ዘየኽብሩ ኣብ በረኽቲ ዝዓጥኑ ዝነበሩ ነጋውሲ ክሕድ ኣቢሎምዎ ንእግዚኣብሔር እቲ ካብ ግብጺ ካብ ባርነት ዘውጽኦምሲ ረሲዖሞ ሰብ ረሳዕ ስለ ዝኾነ ማለት እዩ ከምኦም ኢና እግዚኣብሔር ተዘይረድእና ከምዚ ዀይኑ ኺቕጽል ከሎ ማለት እዩ፣ የሮብዓም ካልኣይ ወዲ ኣስ ምስ በጽሐ እቲ ንግስነት ኣብ መበል ሸውዓተ ሚእትን ሓምሳን ሓደን ማለት እዩ፣ እዚ ሆሴእ ዚብሃል ነብዪ ተላዒሉ። ነዚ ቓል እዚ እዩ ድማ ኣብቲ ግዜ እቲ ዝተዛረቦ፣ ወእፍሬም እንታይ ክገብረካ እየ? ዎይ ይሁዳ እንታይ ክገብረካየ ሰናይኩም ከም ደበና ብጊሓት ከምቲ ኣንጊሁ ዝጠፍእ ኣውሊዩ ስለዚ ብነብያት ቆራረጽክዎም ቆረጽክዎም ብቓል ኣፈይ ቀተልክዎም ፍርድኻ ድማ ከም ብርሃን ይወጽእ ኣነስ ምሕረት እየ ዝፈቱ መስዋእቲ ኣይኮነን፣ ካብ ዝሓርር መስዋእቲ ድማ ፍልጠት ኣምላኽ ይፈቱ። ሆሴእ ማለት እቲ ትርጉሙ ኣምላኽ የድሕን ማለት እዩ፣ ወይ ድማ ምድሓን ማለት እዩ ቃል ብቓሉ እቲ ሽም። ስለዚ ንሆሴእ ነቢ ክሰዶ ከሎ እንታይ እዩ ዝዛረብ ዘሎ በቲ ሽሙ ገይሩ? ከድሕነኩም እዩ እዩ ዝብሎም ዘሎ። ምንም እኳ ኣብ ሕማቕ እንተለኹም፣ ምንም እኳ ኣብ ሓጢኣት እንተለኹም፣ እታ ግብሪ ኢድኩም ክትወስድዋ ኢኹም። እቐጽዓኩም እየ፣ ዘለኣለማዊ ምቕጻዕ ግን ኣይኮነን፣ ደሓር ግን ክምለሰኩም እዩ። በዚ ከርእዮም ከሎ ብምስሊ ንሆሴእ ንሓንቲ ውሉድ ኣመንዝራ ዘለዋ ኬድካ ይእቱ ኢልዎ ይገልጸሎም እዩ ዘሎ በቲ ህይወት ናይ ሆሴእ ገይሩ ሆሴእ ድማ ተኣዚዙ ንኣመንዝራ ንኣመንዝራሲ ክምርዓዋስ ሕራይ ዶ ኮይኑ እንታይ እዩ ዝገልጽ ዘሎ ኣምላኽ ብሆሴእ ጌሩ ኣምላኽ ከም ሆሴእ እታ ኣመንዝራ ድማ ከም እስራኤል ጌሩ እዩ ኢላስትሬት ዝገብሮ ዘሎ ኪድ ኢልዎ ምንዝርና ዘለዋ ሰበይቲ እያ እዛ። እቲ ቀዳማይ ውሉድ ምስ ወለደ ኸኣ ይዝርኤል በሎ ኢልዎ። ይዝርኤል ኣብ መንጎ ገሊላን ኣብ መንጎ ሰማርያን ዘሎ ለሰ ቦታ፣ ቫሊ፣ እዩ። ኣብኡ ድማ ብዙሕ ደም ዝፈሰሰሉ እዩ ብግዜ የሁ። የሁ ን ሰይቲ ኣከኣብ መን እያ? ኤዛቤል እውን ዝቐተለሉ ቦታ ኣብኡ እዩ፣ ብዙሕ ደም ዝፈሰሰሉ። ንዓሌት ኣከኣብ ድማ ኣጥፍኣዮም ኢልዎ ነይሩ፣ እግዚኣብሄር ግን ካብቲ ልክዑ ስለ ዝሓለፈ፣ ካብቲ እግዚኣብሄር ዝኣዘዞ ንየሁ ስለ ዝሓለፈ፣ ይብል ኣሎ ኣብዚ ቓል እዚ፣ ይዝርኤል ኢሉ ኸውጽእ ከሎ፣ ኣነ ንቤት የሁ ድማ፣ እታ ደም ክመልሳ እየ፣ ንእስራኤል እውን ከምኡ ኢልዎም ማለት እዩ። ስለዚ ይዝርኤል ኢሉ ነቲ ወዱ ሆሴዕ ከውጽኦ ከሎ ደም ዘለዎ ቦታ፣ ክፉእ ቦታ፣ ዓመጽ ዝተገብረሉ ቦታ ምዃኑ እዩ ዝገልጸሎም ዘሎ እሞ ሕነ ድማ እግዚኣብሄር ክፈርድ ምዃኑ። እታ ካልኣይቲ ጓል እያ፣ ሎሩሓማ ሎሩሓሚ ትበሃል። ሎሩሓሚ ድማ ቃል ብቓሉ ብእብራይስጢ እዩ ኣቐሚጥዎ ዘሎ ትግርኛ ኣይኮነን። ብኽልተ ቃል ዝቖመ እዩ ሎን ሩሓሚን ዝብል እዩ። እቲ ሩሓሚ ምሕረት ማለት እዩ። እቲ ሎ ድማ ኣሉታ ቅድመ ጥብቆ ወይ ድማ ኔገቲቭ ፕረፊክስ ሎ ሩሓሚ ምሕረት ኣይገብርን እየ እዩ ዝብል ዘሎ እግዚኣብሔር ክቐጽዓኩም እየ ዝብል ዘሎ ከይዳ ድማ ሳልሳይ ወሊዳ እዚ ታሪክ ናይ መፅሓፍ ቅዱስ ክዛረብ ከሎ ምናልባት እቲ ቀዳማይ ወዲ ሆሴእ ክኸውን ይኽእል እዩ እቶም ክልተ ዳሕረዎት ግን ካብ ካልእ ዝወለደቶም ክትከውን ትኽእል እያ ግን ሆሴእ እዩ ዝዕብዮም ዘሎ ሆሴእ ከም እግዚኣብሄር ኮይኑ እዩ ዝግለጽ ዘሎ ኣብ እስራኤል። እቲ ሳልሳይ ድማ ወዲ እዩ፣ ሎ-ዓሚ ኢልዎ። እዚ እውን ብኽልተ ቃል ዝቖመ እዩ፣ ከም ዝበልኩኹም ሎ እቲ ፕሪፊክስ እዩ፣ ኔጋቲቭ ዝኾነ ሕጥበጽ ጠብቆ እዩ። እቲ ዓሚ ድማ ሓደ ቃል ርእሱ ዝኸኣለ እዩ፣ ዓሚ ድማ ማለት ብእብራይስጥ ህዝቢ ወይ ድማ ሃገር ማለት እዩ። ስለዚ ንስኻትኩም እንታይ ይብሎም ኣሎ? ህዝበይ ኣይኮንኩምን ኢዩ። ንሙሴ ክዛረቦ ከሎ ህዝበይ ከምልኸንስ ካብ ግብጺ ኣውጻኣዮ። ንስኻ ህዝበይ ክትኮነኒ ኣነ ድማ ኣምላኽ ክኾነካ ኢሉ የውጽእዎም ኣምላኽ። ግን ህዝብኻ ኣይንኸውንን ኢና ኢሎሞ ማለት እዩ። ይገልጽ እዩ ዘሎ እግዚኣብሔር። ድሕሪ እዞም ሰለስተ ምስ ወለደት እዛ ሰበይቲ ጎመር ገዲፋቶ ከይዳ ማለት እዩ። ምክንያቱ ኣመንዝራ እያ ብቐንዱ። ኣምላኽ ኬድካ ምጻያ ኢልዎ መጀመርያ ክዛረቦ ከሎ ውን ክትገድፈካ እያ ሞንጎ ግን እተዋ ኢልዎ ክትገድፎ እንዳ ፈለጠ ከሎ ክትክሕዶ እንዳ ፈለጠ ከሎ ኣንጻሩ ከም ትኸይድ እንዳ ፈለጠ ከሎ ሆሴእ ይእትይዋ ከይዱ ድማ ገዲፋቶ ምስ ከደት ኣብ ትሕቲ ካልእ ሰብ ተገዚኣ ኣመንዝራ ትዕደግ እያ። ንዝተወሰነ ይኹን ንኽንደይ መዓልቲ ብዘየገድስ ብገንዘብ ትዕድጋ እሞ ኢንስሌቭ ትገብራ ማለት እዩ። ባርያ ናትካ ትገብራ። ዓዲግካያ ኢኻ። ተዓዲጋ ከይዳ። ሆሴእ ድማ እንታይ ገይሩ ኮሊሉ ኮሊሉ ኣበይ ከም ትኸይድ ኣይፈልጥን ግን ደልዩ ደልዩ ደልዩ ደልዩ ነቲ ዝዓደጋ ሰብኣይ ገንዘብ ከፊሉ መሊስዋ ማለት እዩ። ኣየ ምሕረት ኣምላኽ እንተ ንፈልጦ ገዲፋቶ እኮ እያ ክተመንዝር ከይዳ እኮ እያ ኣይደልየካን እኮ እያ ኢላቶ ከይድሑ ኣምሊስዋ ማለት እዩ እግዚኣብሔር ዝተመስገነ ይኹን። መጀመርያ ኣምላኽ ከምቲ ዝበልኩኹም ይዝርኤል ሎሩሓሚ ሎዓሚ ዝብል ቃላት እቲ ናይ ቃላት መቕጻዕቲ ክገልጸሎም ዝደለየ ንደቂ እስራኤል እዩ ተዛሪብዎም ደሓር ግን ዓዲጉ ምስ መለሳ ግን ብድሕሪኡ ዘሎ ታሪኽ ናይ ጎሜር ብዙሕ ኣይዛረብን እዩ። ከመይ ከም ዝኾነ ማለት እዩ። ምስኡ ከም ዝነበረት ግን ዓዲጉ ምስ መለሳ እንፈልጥ ማለት እዩ። እዚ ድማ እግዚኣብሄር ምንም እኳ ብድሌት ናትና፣ ብትምኒት ስጋና፣ ብኻልኦት ኣማልኽቲ፣ ሎሚ በዓል ሎሜኽ፣ በዓል ኣስታቴር፣ በዓል በዓል ተዘየለዉ ብዙሕ ኣማልኽቲ ኣለዉ ኣብ ዓለም በብዓይነቱ። ቡዛሕ እዩ ካብ ቀደም ዝበዝሑ ምንም እካ ናብኣቶም እንተኸድና ኣምላኽ ግን ብወዱ የሱስ ክርስቶስ ገሩ ፓርቸይዝ ገርና እዩ ረዲም ገርዎ እዩ መሊስዎ እዩ ከመይ እንተልኣልኩም እግዚኣብሄር መሓሪ ኣምላኽ ስለ ዝኾነ ተስፉኡ ዘይጠልም ስለ ዝኾነ ማለት እዩ ኣብ ዘጸኣት ሰላሳን ኣርባዕተን ሽዱሽተ እንታይ ኢሉ እግዚኣብሄር? ቅልጥፍ ቅልጥፍ ኢለ ከንቡብ እየ። ዘጸኣት ምዕራፍ ሰላሳን ኣርባዕተን ቁጽሪ ሽዱሽተ እግዚኣብሄር ድማ ብቕድሚኡ ሓለፈ፣ ኣወጀ ኸኣ፣ እግዚኣብሄር እግዚኣብሄር መሓርን ጸጋውን ኣምላኽ፣ ንዅራ ደንጓይ፣ በዓል ብዙሕ ለውሃትን ሓቅን፣ ክሳዕ ሽዑ ወለዶ ጸጋ ዝሕሉ፣ ዓመጽን ምትሕልላፍን ሓጢኣትን ይቕረ ዝብል፣ ግናኸ ንበዳሊ ከም ንጹህ ዘይርኢ፣ ሓጢኣት ኣቦት ኣደ ኣብ ደቅን ኣብ ደቂ ደቅን ክሳዕ ሳልሳይ ክሳዕ ራብዓይ ወለዶ ዝቐጽዕ። እታ ማዕጾ በቲኣ ዘለኹም ሕዝዋ እሞ ብዘይከውን ነገር እትውጽእ ኣይትበሉ። እዚ ናይ እግዚኣብሄር መንፈስ ሪስፔክት ግበርዎ ኢኹም። ጎይታ ምእንቲ ክዛረበና ጎይቶም ትወጹ ከኣ ተቀዲምኩም ክሳይግበሩ ኣብ መዓጾ ኣያለይ ቶማስ። ስለዚ እግዚኣብሄር ንሙሴ ከምዚ ኢሉ ተዛሪብዎ ነይሩ ንስኻ ምሳና እንተዘይኬድካሲ በይነይ ኣይከይድን እየ ዘይብኣኻ ኣይከይድን እየ። መልኣኽ ካውኡ ናይ ኣድልዮ ድዩ ባዕልኻ ትመጽእ ኣለኻ እዩ ኢልዎ ንእግዚኣብሄር ሙሴ ማለት እዩ እግዚኣብሄር ከኣ ሰብ ገጸይ ርእዩ ብህይወት ክነብር ኣይክእልን እዩ ስለዚ ኣብ መንቃዕ ኩን ኣብ መንጎኦም ንሞ ኩን ብኢደይ ክኽወለካ እየ ክሓልፍ ከለኹ ምስ ሓለፍኩ ድማ ብድሕረይ ትርእየኒ ኢልዎ ከምዚ ኢልዎ ብኢዱ ኸዊሉ ክሓልፍ ከሎ ከም ምስሊ ይዛረብ ኣሎ እግዚኣብሄር እዩ እዚ ቃል ዝተዛረቦ ኣነ ኢሉ ኣውጅ እግዚኣብሔር መሓሪ ጸጋውን ኣምላኽ ምኹራ ደንጓይ በዓል ብዙሕ ለውሃትን ሓቂ እዚ ሕጂ እንታይ እዩ ናይ እግዚኣብሔር ዘይጥለም ፕሮሚስ ዘይስገር ኣምላኽ መጀመርያ ክንፈልጦ ከለና በዚና ንፈልጦ ንኣምላኽ ብጨካን ብኻልእ ነገር ኣይኮነን መጀመርያ ኣምላኽ ክንፈልጦ ከለና ምሕረተኛ ኣምላኽ መሓሪ ምዃኑ ከርእየኩም እዩ ኣብ ዮናስ ምዕራፍ ኣርባዕተ ትንቢት ዮናስ ምዕራፍ ኣርባዕተ እግዚኣብሔር ንዮናስ ምስ ለኣኾ ናብ ነነዌ እንታይ ገይሩ ኣብ ክንዲ ኣብ ግዲ ናብ ነነዌ ምኻድ ናበይ ከይዱ? ናብ ተርሲስ ከይዱ። እንታይ ስለ ዝኾነ ይመስለኩም? እቶም ሰብ ነነዌ ኣህዛብ እዮም፣ ዮናስ ከዓ እስራኤላዊ እዩ። ስለዚ እስራኤላውያን ኣብ ኣህዛብ ዘለዎም ኣረኣእያ ሕማቕ እዩ። ክድሕኑ እውን ኣይደልዩን እዮም። ኣብቲ ልቦም እቲ ክፉእ ነገር ኣሎ። እዚ ዓይነት ኢንቴንሽን ኣብ ዮናስ ትርኢ ኢኻ። ኣብ ምዕራፍ ኣርባዕተ ቁፅሪ ክልተ እንታይ ኢሉ ናብ እግዚኣብሔር ጸለየ በለ ድማ ወእግዚኣብሔር እልምነካ ኣለኹ እቲ ኣብ ሃገረይ ከለኹ እተዛረብክዎስ እዚ ዶ ኣይኮነን መሓርን ርሕርሑን ንኹራ ደንጓይን በዓል ዓቢ ሳህልን ንእኩይ ትጠዓሰሉን ኣምላኽ ከም ዝኾንካ ስለ ዝፈለጥኩ ስለዚ እየ ኣቐዲመ ስለዚ እየ ቀዲመ ናብ ተርሲስ ስለዚ እታ ናብ ተርሲስ ምህዳሙሲ ኣብዚኣ ምኽንያት ገሊጽዋ ምኽንያቱ ናብ ተርሲስ ከይደ ተነስሑ እንተ ደኣ ኢለዮም ክምለሱ እዮም ምስ ተመለሱ ንስኻ ድማ መሓሪ ኢኻ ክትምሕሮም ኢኻ ኣነ ግን ክመሓሩ ኣይደለኹን እዩ ዝብሎ ዘሎ ደሓር እኮ ኮርዩ እዩ እኮ ኣምላኽ ስለ ዝመሓሮም ምሽ ኮርዩ ሬኹም ናይ ሰብ ትግስታ ኣምላኽ እንተባሪኸካስ ንጎረቤትካ ኩሪ ቅንኢ ግን እንታይ እታ ፕሪንስፕል ክህበኩም ደልየ የናስ ክዛረብ ከሎ እታ ኣብ ዘጻኣ ሰላሳን ኣርባዕተን ቁጽሪ ሽዱሽተ ዘንበብናያ ንዓኣ እዩ ኮት ገይሩ ኣምጺእዋ ንስኻ መሓርን ጸጋውን ንኹራ ደንጓዪ በዓል ብዙሕ ሳህሊ ምዃንካስ ይፈልጥ እየ ስለዚ ተነሱ ሕቶ ኢለዮም እንተ ተነሲሖም i know you're gonna get it ክበጽሖ ንኽእል ስለዚ እግዚኣብሄር መሓሪ ኣምላኽ ዘይቅየር ንዝምለሶ ዝምሕር እግዚኣብሄር ኣምላኽ እዩ ደቂ ቆራሕ ውን ኣብ ሰማንያን ሓሙሽተን መዝሙር ሰማንያን ሓሙሽተን ሓሙሽተ ከምኡ ኢሎም ኣለዉ ንዘለኣለም ዶ ክትገድፈና ኢኻ ንውሉድ ወለዶ ዶ ክትገድፈና ኢኻ ኢሎሞ ኣለዉ ግን እግዚኣብሄር ኣይገድፍን እዩ ኣብ ኢስያስ ሓምሳን ኣርባዕተን እንታይ ኢሉ ንሓጺር ግዜ ሓደኩኪ ብዓቢ ምሕረት ግን ክምለሰኪ እየ ከም ቅጽበት ዓይኒ እኳ ገጸይ እንተከወልኩልኪ ግን ብናይ ዘላኣለም ምሕረት ክምለሰኪ እየ ሬኩም እቲ ዓይኒ ምክዋል ከም ቅጽበት ዓይኒ ናይ እግዚኣብሄር እቲ መቅጻዕቲ ከም ቅጽበት ዓይኒ እዩ ሓጺር እዩ እቲ ምሕረቱ ግን እንታይ እዩ እቲ መቕጻዕቲ ንእሽተይ እዩ፣ ንሓጺር ጊዜ ኢልዎ፣ እቲ ምሕረት ግን እንታይ እዩ? ዓቢይ ኢልዎ። ስለዚ ናይ እግዚኣብሄር ዘለኣለማዊ ምሕረት እዩ ዝስዕር ኩሉ ጊዜ። እሱ እዩ ድማ ዝቕድም። ስለዚ ሆሴእ እንታይ እዩ ክገልጽ ደልዩ? ኣምላኽ ከም ዝቐጽዕ ከምቲ ወላዲ ንዘፍቅሮ ውላዱ ዝቐጽዕ ከምኡ ከም ዝቐጽዕ ግን ብምሕረት ድማ ከም ዝምለስ ኢዩ ክገልጸሎም ደልዩ። ኣብቲ ምዕራፍ ሽዱሽተ ቁጽሪ ኣርባዕተ ዘዘንበብናዮ ሆሴእ ቁጽሪ ኣርባዕተ እንታይ ይብል ዎ እፍሬም እንታይ ክገብረካ እየ እቲ እፍሬም ዝብል ቃል ነቲ ሰሜናዊ ክፋል ናይ እስራኤል ዘመልክት እዩ ምክንያቱ እቶም ዝበዝሑ ዓሌት ወይ ድማ ዝበዝሑ ነገድ ናይ እስራኤል ኣብ ሰሜናዊ ክፋል ዝነበሩ ኤፍሬም እዮም እዚ ድማ ምክንያት ያዕቆብ ስለ ዝመርቆም ዮሴፍ ንያእቆብ ኣቦኡ ኣብ ግብጺ ምስ መጸ፣ ሒዝዎም፣ ምናሴን ኤፍሬምን ዝበሃሉ እዩ ወሊዱ። ንምናሴ በዚ ጸጋሙ ሒዝዎ፣ ንኤፍሬም ድማ በዚ የማኑ ሒዝዎም። ያእቆብ ኣቦኡ ብቕድሚኡ ስለ ዝነበረ፣ ከምዚ ኢሉ ሒዝዎም ክኸይድ ከሎ፣ ንምናሴ ብየማን ናይ ያእቆብ፣ ንእፍሬም ድማ ብጸጋም ናይ ያእቆብ ክገብሮም ኢሉ እዩ ሓሲቡ። ናብ ያእቆብ ምስ ኣቕረበሉ ግን ያእቆብ ድማ ኣመሓላሊፉ ከምዚ ገይሩ ኢዱ ኣቐሚጡሎም። ኣቦ ትጋገ ኣለኻ ኢልዎ። እቲ የማናይ ኢድካስ ኣብ ምናሴ ክኸውን ኢሉ የምጽኤዮ ምኽንያቱ ምናሴ ቦኽሪ ስለ ዝኾነ ኢልዎ። ወደየ ፈሊጠ ኣለኹ ፈሊጠ ኣለኹ ወደየ ፈሊጠ ኣለኹ ወደየ ኮነ ኢለየ ዝገብሮ ዘለኹ ኢልዎ። ኣመሓላሊፉ መሪቕዎም። ንኤፍሬም ነቲ ንእሽተይ መሪቕዎ ንምናሴ ድማ እዚውን ዓቢ ህዝቢ ክኸውን ኢልዎ ንምናሴ እንተኾነ ግን እፍሬም ብዙሕ ህዝብታት ክኸውን እዩ ኢልዎ። ዓቢ ህዝቢ ጥራሕ ዘይኮነስ ብዙሕ ህዝብታት ክኸውን እዩ። ህዝብታት እዩ ዝኸውን። ዓልኹም ዲፋይን ግበርዋ። ስለዚ ብዙሕ ህዝቢ ስለ ዝኾነ ኣብ ሰሜናዊ እስራኤል ኣብ ክንዲ እስራኤል ምባል ኤፍሬም ይብል። መጽሓፍ ቅዱስ ክዛረብ ከሎ ብዙሕ ማለት እዩ። እቲ ደቡባዊ ክፋል ድማ ይሁዳ እዩ። የሱስ ክርስቶስ ዝወጸሉ ዓሌት እዩ። ናይ ይሁዳ ኣንበሳ ዝተባህለ ማለት እዩ። ስለዚ ወ እፍሬም እንታይ ክገብረካ እየ ወ ይሁዳ እንታይ ክገብረካ እየ እቲ ኢንተንድድ መልሲ እንታይ እዩ ናይዚ ሕጂ እንታይ ክገብረካ እየ ክብል ከሎ ከጥፋኣካስ ኣይክእልን እዩ እቲ መልሲ ከምዘ እሞ ኣብ ሓጢኣት ዶ ንጽናዕ ዝብሎ ጳውሎስ ምሽ ኣሎ እቲ ኢንተንድድ መልሲ እንታይ እዩ ያእ ኣይፋልናን እዚ ድማ እንታይ ክገብረካ እዩ እንታይ ክገብረካ እዩ በደልካ ይርኢ ኣለኹ ዓመፅካ ይርኢ ኣለኹ ግን እንታይ ክገብረካ እዩ ሰናይኩም ከም ደበና ብጊሓት ከም ተኣንጊሁ ዝጠፍህ ኣውሊ እዩ። ደበና ብጊሓትን ቀልጢፉ ዝጠፍእ ኣውሊ እዩ። ኣውሊ ንግሆ ምስ ተራእየ ይጠፍእ እዩ። ማይ ዘለዎ እዩ ዝመስለካ ግን የለን ኣብቲ ናይ ሓቂ ክትሪኦ ከለኻ ውግሕ ምስ በለ ፀሓይ ብርቕ ምስ በለት ጠፊኡ እዩ ዝብል። ቀልጢፉ ዝጠፍእ ኣውሊ እዩ እቲ ሰናይ ናትኩም ኢልዎም። ከም ብጊሓት ደበና ድማ ከም ደበና ብጊሓት ድማ ሰናይኩም ከምኡ ቀልጢፉ ይጠፍእ። ናይ ብጊሓት ደበና ንግሆ ደበና ዝኸውን ድማ I think ንግሆ ዝዳባኖ እዞም ዓበይቲ ክትነግሩኒ Most of the time ንግሆ ምስ ተዳናወስ ማይ ይሃርም እዩ። እቲ ናይ ምሸት ዝዳባኖ ወይ ድማ ድሕሪ ቀትሪ ንላዕሊ ዝዳባኖ እዩ more ዝሃርም ማይ። ከምኡ ሪሰርች ቁርብተይ ሓታቲተስ ከምኡ ኢታት ረኺበ ኣለኹ። ናይ ንግሆ ክዳባኖ ከሎ ማይ ዝመጽእ እዩ ዝመስለካ እቶም ዝፈልጡ ግን ኣይመጽእን እዩ። ሓቀይ ድየ? ከይጋገ። ዓበይቲ ኣለኹም ትፈልጡ እዚ ካባና ንላዕሊ። በቲ ኮንቴክስት ግን ከምኡ እዩ ዝብል ዘሎ በቲ ኮይኑ በቲ ከምቲ ኣንኪሁ ዝጠፍእ ዓውሊ ከም ደበና ብጊሓት ሰናይኩም ይጠፍእ እንታይ ማለት እዩ እዚ ትመስሉ ኢኹም ምስሊ ናይቲ ሰናይ ነገር ኣለኩም ኣብ ሪያሊቲ መፂእካ ግን ወላ ሓንቲ ነገር የብልኩምን ሂፖክራሲ ዓይነት ሰናይ እዩ ዘለኩም ኣብ ዓሰርተ ሓደ ካብ ዓሰርተ ክሳዕ ዓሰርተ ኣርባዕተ ዘሎ ደሓን ስምዑኒ ብዙሕ ኣብዚ ጥራሕ ኣቴንሽን ግበሩ የሱስ ክርስቶስ ናብ የሩሳሌም ክመጽእ ከሎ ናብ መወዳእታ ናብ የሩሳሌም ክኣቱ ከሎ ንክስቀል ኢሉ ማለት እዩ ምሸት ኮይኑስ ንቢታንያ ገጹ ይኸይድ ነይሩ ምስ ደቂ መዛሙርቲ ኣብኡ ሓዲሩ ካብ ቢታንያ ክምለስ ከሎ ሓንቲ በለስ ርእዩ። እታ በስለስ እንታይ ነይራ ይብለና? ቆጻል ነይራ። ስለዚ ገለ ፍረ እንተለዋ ኢሉ ከይድዋ እሞ ይብለና፣ እንተ ረኣየክን ፍረ ዘይብላ። ግን ኣብቲ ግዜ እቲ እንታይ ነይሩ? ግዜ ፍረ ኣይኮነን ነይሩ። ግዜ ምብሳላ ኣይኮነን ነይሩ። ደሓር ግን የሱስ ክርስቶስ ረጊምዋ። ረጊምዋ ክምለሱ ከለዉ ከኣ ነቒጻ ጸኒሓቶም። ካባኽስ ንዘለኣለም ፍረ ኣይኹን ኢልዎም ካብ ሱራ ነቒጻ ጸኒሓትዎም። ሕጂ ግዜ ፍረ ዘይኮነ ከሎሲ ግዜ ምብሳል ዘይኮነ ከሎስ ኣምላኽሲ ከመይ ገይሩ ኤክስፔክት ገይሩ ፍረ ክተውጽእ የሱስ ክርስቶስ ከመይ ገይሩ ኤክስፔክት ገይሩ ፍረ ክተውጽእ እንታይ ይብለና ግን ቆጻል እያ ነይራ ንሳ ጽብቕቲ ገላጺት ቅጽል እያ ቆጻል ነይራ ኣብ እስራኤል እቲ ፊግ ትሪ ትብሃል ወይ ድማ እቲ በለስ ጥልያን ንብሎ ንሕና እንታይ እዩ ኤቭሪ ታይም ፍረ ክፈሪ እንተድኣ ኮይኑ ቆጽሊ ከውጽእ ኣለዎ ቆጽሊ እንተድኣ ኣውጺኡ ማስት እዩ ፍረ ክህልዎ ፍረ እንተዘይብሉ ግን ቆጽሊ የብሉን። ምሉእ እኳ ኣብ ዘይግዚኡ እዩ እምበር እታ ቁጽሊ ግን ከም ፍረ ዘለዋ እያ ኣክት ጌራ እታ ገረብ እባ ቆጽሊ ኔርዋ which is ቆጽሊ ዘለዎ ከኣ ፍረ ኣለዎ ስለዚ የሱስ ክርስቶስ ቆጻል ምዃና ምስ ረኣየ ከይዱ ፍረ ክብንጥስ ማለት እዩ እንተ ረኣያ ከኣ ፍረ ዘይብላ ጸኒሓ ኣታሊላቶካ እያ ብቆጽላ ስለዚ ኤክስተርናሊ ፍረ ዘለዋ እያ ትመስል ግን ኢንተርናሊ ፍረ ኣይነበራን that's what hypocrite means ከም ጻድቕ ኴንካ ክኣቱ ትገብር ወይስ ንስኻ ግን ንኣምላኽ ኣይተፍቅርን ኢኻ? ከም ምስ ኩሉ ሰብ ፍቕሪ ዘለካ ኮይንካ ኢኻ ክኣቱ ትገብር፣ ውሽጥኻ ግን ዓሰርተ ሰባት ቂምታ ተቐሚጡ ኣሎ። ከም ንመንግስቲ ኣምላኽ ትድግፍ ኢልካ ኢኻ ትዛረብ፣ ርእይቶ ትህብ፣ ናይ ውሽጥኻ ኢንቴንሽን ግን ካልእ እዩ። ተባራበሩ ተባራበሩ እዞም ደቂስኩም ዘለኹም ኣነ ደቂስኩም ክርእየኩም ከለኹ ኦፈንድ ስለ ዝኸውን ሰብ የሱስ ክርስቶስ ጎይታ እዩ ስለዚ ሰናይኩም ከም ደበና ብጊሓት እዩ ማይ ክመጽእ ኢሉ ማይ ዝመጽእ ዘሎ ይመስለካ እሞ ደበና እዩ እንተኾነ ግን ማይ ኣይመጽእን እዩ ከም ኣውሊ ናይ ወጋሕታ እዩ ድማ ማይ ዘለዎ ይመስለካ እሞ ጽንሕ ኢሉ ድማ ኣይበንን በናኒ ነገር እዩ ናይ ሓሶት ዝብል ዘሎ ሆሴ ከምኡ እዩ ኢልዎ ቀጺሉ ክዛረብ ከሎ ኣብ ሆሴእ ቁጽሪ ሽዱሽተ ኢና ዘለና ኣብ ኣትኪርኩም ሕዝዋ እታ ቴክስት ፍርድኻ ድማ ከም ብርሃን ይወጽእ ኢልዎም ኣነ ድማ ፍርዲ ክፈርደኩም እየ ኣነ ፈራዲ እየ ኣነ ንበዳሊ ከይቀጻዕኩ እንታይ ኢሉ ኣብ ሰላሳን ኣርባዕተን ዘጸኣት ሽዱሽተ ኣይገድፎን እየ። ምንም እኳ ምሕረት ዝገብር እንተኾንኩ ግን ንግዚኡ ክቀጽዕ ናይ ግድን እዩ። ስለዚ ፍርደይ ክመጽእ እዩ። ርኢኹምዎ ድማ ኢኹም ኢልዎም። ኤልያስ ነቶም ነብያት በዓል ክሓርዶም ከሎ ርእዮሞ ኣሎ። ኣብ ሩባ ቂሳን ኤልሳእ እውን ኣምላኽ ሲ ብቓሉ ሪኢኹም እግዚኣብሄር ፈራድ ኣምላኽ የቐፅዕ እዩ ዘለኣለማዊ መሓሪ እዩ ኣምላኽ ግን ከምቲ ወላዲ ንውሉዱ ዝቐፅዕ ድማ ይቐፅዕ እዩ ኤልሳእ ድማ ከምኡ እታ ካቦት፣ እታ ባርኖስ ካብ ኤልያስ ተቐቢልዋ ክምለስ ከሎ፣ ብቤትኤል ገይሩ ሓሊፉ ናብ ሰማርያ ናብ ቀርሜሎስ ክኸይድ ከሎ፣ ቆልዑት ካብ ቤትኤል መጺኦምሲ ኣታ በራሕ ኣታ በራሕ ኢሎምዎ። ንሱ ድማ ብስም እግዚኣብሄር ረገሞም ይብለና። ድቢ ካብቲ ዱር ወጺኦም ክልተ ድብን ኣርብዓን ክልተን ቆልዑት ስብርብርብር ኣቢሎምዎም። ኣነ ክፋረድ ከለኹስ ርኢኹም ኣለኹም ኢልዎም ኣሎ። ክፈርድ ከለኹ ዝርኤኹም ኣለኹ። ኣብ ላግጺ ክትውዕሉ ከለኹም፣ ኣብ ኣሽካዕላል ክትከዱ ከለኹም፣ ነቲ ናይ እግዚኣብሄር ነገር ከም ናይ እግዚኣብሄር ነገር ካብ ልብኹም ንደገ ወጺኡ ዘይትጭብጥዎ እንተደኣ ዄንኩም፣ ናይ ላግጺ ኣምላኽ ናይ ጆክ ኣምላኽ ሲርየስ ዘይኮንኩ ኣምላኽ ኣይኮንኩን ክቀጽዕ ከለኹ ሪኤኹም ኣለኹ ንነብያት በዓል ክሓርዶም ከሎ ሪኦሞ ኣለኹ ኤልያስ ነቢ ኤልሳእ እውን ክቀጽዖም ከሎ ነቶም ቆልዑት ሪእዎም ኣሎ እግዚኣብሔር ብብዙሕ ነገር ነታ ሃገር ብደም ዣሕዣሕ ከብላ ኸሎ በዓል የሁ ንኣከኣብ ንኤዛቤል ንናቶም ዘርግምሎም ከጽንትዎም ከለዉ ርእዮም ኣለዉ ኣነ ብኸምኡ ክበጽሓኩም እየ ክቐጽዓኩም እየ ምንም እኳ መወዳእታ ብምሕረት ምለስ ቃል እግዚኣብሔር ይቃጻዕ እዩ ኣብ ኤርምያስ ዕስራን ሰለስተን ዕስራን ትሽዓተን ቃለይ ዶ ከምቲ ሓዊ፣ ከምቲ ድማ ንኸውሒ ሓሸምሸም ዘብል ኣይኰነን ይብል ቃል እግዚኣብሄር። ኣብ ዕብራውያን ኣርባዕተ ዓሰርተ ክልተ ድማ ቃል ኣምላኽ ህያውን መስለጥን ካብ ክልተ ዝኣፉ ሰይፊ ይበልሕ እዩ። ንመፈላለዪ ኣካላትን ኣንጉዕን ክሳብ ብዘሎ ኣንጉዕ ዝሰጥም ኣብ ምሕላንን ኣብ ሓሳብ ልብን ድማ ዝፈርድ ኢልዎ ኣሎ። እቲ ቃል እግዚኣብሄርሲ ክቐዝፈካ ይኽእል እዩ። ጴጥሮስ ከምኡ እንድዩ ገይሩ ነቶም ዘታለሉ ክልተ ሰብኣይን ሰበይትን። ናይ እግዚኣብሄር ቅብኣት ሓያል እዩ። እግዚኣብሄር ድማ ዝባላዕ ሓዊ እዩ ይብለና ኣምላኽ ግን ምሕረቱ የቕድም ኣምላኽ ግን ብኡ ይወዶን ኣብ ሆሴዕ ዓሰርተ ሓደ ኣብኣ ከለና እንተ ኣንቢብና ሆሴዕ ዓሰርተ ሓደ ግንጽል ኣቢልኩም the next page ካብ ሸውዓተ ክሳብ ትሽዓተ ተንቢብና ህዝበይ ካባይ ንምኽዳዕ ልቡ ተሰቕለ ናብቲ ልዑል ጸዊዕዎም ክንሶም ልዕል ዝብል ሓደ እኳ የልቦን። እቶም ነብያትሲ እቲ ልዑል እዚ እናበልኹምሲ ሓደ ግን ናባይ ዝመጽእ የለን እዩ ዝብሎም ዘሎ። ዎ እፍሬም ሕጂ ድማ ከመይ ገይረ ክሓድገካ ዎ እስራኤል ከመይ ገይረ ኣሕሊፈ ክህበካ ከም ኣድማዶ ክገብረካ ከም ጸበዮምዶ ክገብረካየ? ልበይ ኣብ ውሽጠይ ተናወጸ፣ ኵሉ ምሕረተይ ነደደ ይብል እግዚኣብሄር። ከም ኣድማዶ ክገብረካ፣ ከም ጸበዮምዶ ክገብረካ ዝብሎ ዘሎ፣ ብግዜ ሶዶምን ጎመራን ክልተ ከተማታት ኣብቲ ናተን ከባቢ ዝነበራ ንኣሽቱ ከተማታት ዝነበራ እሞ እግዚኣብሄር ብሓውን ዲንን ዘጥፈኣን ከተማታት እየን። ኣብ ዘፍጥረት ዓሰርተ ሸሞንተ ዘፍጥረት ዓሰርተ ትሽዓተ ኣሎ ኣንብቡ። ከምኡ ኣሎ እሞ ክገብረካ ደሓር ግን እንታይ ኢሉ ልበይ ኣብ ውሽጠይ ተናወጸ ኩሉ ምሕረተይ ነደደ ሪኦኹምዎ ልቢ ኣምላኽ እዞም ሰባት እዚኦም እኮ ክሒዶምሲ ኣብ በረኽቲ እዮም ዝዓጥኑ ዘለዉ ነቲ ኣምላኽ እስራኤል ገዲፎምሲ ናብ ካልእ ኣማልኽቲ እዮም ኮይዶም እቲ ምንዝርና ናይ ጎሜር ሆሴእ ዝተመርዓዋ ንዕኦም ዝገልጽ እዩ። ይምንዝሩ እዮም ነይሮም ናብ ብዙሓት ኣማልኽቲ ግን ኣምላኽ ምሕረቱ ይዓቢ ካብ ናትካ ሓጢኣት ምሕረት እግዚኣብሔር ይዓቢ ካብ ናትካ ቂምታ ናይ እግዚኣብሔር ምሕረት ይዓቢ። ሎሚ መወዳእታ ሰንበት እያ ከምዚ ሓውና ኣኽሊሉ ዝበላ ናይ ክልተ ሽሕን ዓሰርተ ሰለስተን እግዚኣብሔር ሎሚ ዝዛረብ ከም ዘሎ ናትኩም ምስክር ኣይደልን እዩ ንልብኹም ዝዛረብኩም ኣሎ ነፍሲ ወከፍ ንዓይ ዝዛረበኒ ኣሎ ነፍሲ ወከፍ ናዛረበና ኣሎ ሎሚ ዕድል ከለኩም እንተዘይተመሊስኩም ትፈልጡ ዲኹም እግዚኣብሄር ሊሚት ከም ዘለዎ? መቕዱ ሰብ ተጋፋጊፉ ደኣ እሞ ናይ ኣምላኽ እዩ ዘይብል ከምኡ እንተኾይኑ ምፍልላይ ዘየለ እንተኾይኑ ሊሚት ኣለዎ እግዚኣብሄር። ሎሚ ሓድሽ ዓመት ክንኣቱ ኢና። በዚ ኣጋጣሚ ሓድሽ ዓመት ሓድሽ ዓመት ስለ ዝኾነ ዘይኮነስ ግን ኣጋጣሚ ኣምላኽ ንዑ ዝኸውን ቃል ድማ ሂቡና ኣሎ። ሎም መዓልቲ ንቕየረሉ ናይ ኣምላኽ ሰባት ንኸውን ኣሜን ጽድቂ የሱስ ክርስቶስ ለቢስና እንመላለሰሉ ዓይነት ሰባት ክንከውን ነቲ ክርስትናስ ብቕንዕና ክንመላለሰሉ ብዙሕ ግዜ ደጋግመልኩም እየ ፈቲንካ ተኣቢካ ኣምላኽ ክረድኣካ እዩ ጥራሕ ልብኻ ምሓዮ ድለ ድለ ሰናይ ድማ ኣብታ ሃገር ተቐመጥ፣ ሰናይ ድማ ድለይ ዝብል ቃል እግዚኣብሄር ድሎ እሞ እግዚኣብሄር ድማ ክስልጠልካ እዩ፣ ክቕንዓልካ እዩ። ልብኻ ሸፊቱ ተሎ እግዚኣብሄር ክመልሶ እዩ፣ ግን ድለዮ። ስም እግዚኣብሄር ዝተባረኸ ይኹን። ምኽንያቱ ኣምላኽ ምሕረተኛ ኣምላኽ ስለ ዝዀነ። ንኤፍሬም ክዛረቦ ኸሎ ኣብ ኤርምያስ ሰላሳን ሓደን ቍጽሪ ዕስራ ድማ ከምዚ ኢሉ ኣሎ፣ እግዚኣብሄር ስሙ ይባረኽ። ሰላሳን ሓደን ቍጽሪ ዕስራ። ኤፍሬምዶ ፍቑር ወደይ፣ ስምዑኒ ጥራሕ፣ ገና ጽሉ ግዜ እውን ኣይተወሰዱን፣ ኤፍሬምዶ ፍቑር ወደይ፣ እቲ ምጭው ውሉደይ ኣይኰነን? ብኹራ እኳ እንተ ተዛረብኩዎ ረዩ መመሊሰ እዝክሮ ኣሎኹ እሞ፣ ብምኽንያቱ ኣምዑተይ ተበጢሱ እዩ፣ ኣነውን ብሓቂ ክምሕሮ እየ ይብል እግዚኣብሄር። ዋይ ድንጋጸ! ኣምላኽ ንሱ ዘይገበሮ ወይ የሱስ ክርስቶስ ብስጋ መጺኡ ንሱ ዘይሓለፎ ሕለፉዎ ኣይብለናን እዩ። በቲ እትሓልፍዎ ኩሉ ዘይድንግጽ ሊቀ ካህን ኣይኮነን ዘለና። ኣምዑተይ ተበጢሱ እዩ ኣይከኣልኩን ስለዚ ክምሕረካ እየ ኣምላኽ ብምሕረተኛ እዩ ዝፍለጥ። ኣብ ካልኣይ ዜና መዋእል ሓሙሽተ ዓሰርተ ሰለስተ እውን እታ ቤት ተሃኒፃ ምስ ተወደእት ንጉስ ሰሎሙን ሃኒፁ ምስ ወደኣ እቶም ካህናትን ሌዋውያንን ዘመርትን ብዘለዉ ናይ ሙዚቃ መሳርሒ ኩሉ ገይሩ እታ ናይ መጀመርያ መዝሙር ዝዘመርዋ ንሱ ሰናይ እዩ እሞ ምሕረቱ ንዘለኣለም ይነብር ንሱ ሰናይ እዩ እሞ ምሕረቱ ንዘለኣለም ይነብር ኢሎም ከምልኽዎ ምስ ጀመሩ ይብለና ኩሉ ኣንቀጥቂጡ ደበና ወሪዱ እቶም ካህናት ድማ ምግልጋል ክሳዕ ዝስእኑ ኮይኑ ብምሕረት ክትመጾ ከለኻ እግዚኣብሄር ስለ ዘይግእ ብቐንዱ እግዚኣብሄር

ቀጺሉ እቲ ሽዱሽተ ኣብኡ ኣብ ሆሴዕ እንታይ ይብል፣ ኣነስ ምሕረት እየ ዝፈቱ፣ መስዋእቲ ኣይኰነን፣ ካብ ዝሓርር መስዋእቲ ድማ ፍልጠት ኣምላኽ ይፈቱ። የሱስ ክርስቶስ ካብዛ ጽሕፍቲ እዚኣ ኮት ገይሩ ኣብ ማቴዎስ ትሽዓተ፣ ዕስራ ዓሰርተ ዘሎ ድማ ከምዚ ኢሉ፣ ከም ዘላ እታ የሱስ ክርስቶስ ደጊምዋ ማቴዎስ ትሽዓተ ቁጽሪ ዓሰርተ ኮነ ኸኣ ኣብ ቤቱ ኣብ መኣዲ ምስ ተቐመጠ እነሆ ብዙሓት ተገውትን ሓጥኣንን ምስ የሱስን ምስ ደቂ መዛሙርቱን ተቐመጡ። ፈሪሳውያን ከኣ ርእዮም ንደቂ መዛሙርቱ፣ መምህርኩምሲ ስለምንታይ እዩ ምስ ተገውትን ሓጥኣንን ዝበልዕ? በልዎም። የሱስ ግና ሰሚዑ፣ ንሓኪምሲ ሕሙማት እምበር፣ ጥዑያት ኣይደልይዎን እዮም። ኣየድልይዎን እዮም ኣይኮነን ኣይደልይዎን እዮም ጥዑያት ስለ ዝኾኑስ ጥዑይ ተኾንካስ ሓኪም ኣይትደልዮን ኢኻ ንስኻ እሱ ዘይኮነ ማለት እዩ ኣነ ሓጥኣን እምበር ጻድቃን ክጽዋዕ ኣይመጻእኹን እሞ ምሕረት እፈቱ መስዋእቲ ኣይኮንኩን ዝብል እንታይ ምዃኑ ኪዱ ተማሃሩ በሎም ኪዱ ተማሃሩ ኣብ ሆሴእ እንታይ ከም ተባህለ እዩ ዝብል ዘሎ ሓጥኣን እምበር ጻድቃን ክጽዋዕ ኣይመጻእኹን እንታይ እዩ ምሕረት ስለ ዝፈቱ ማለት እዩ ከምኡውን ኣብ ማቴዎስ ዓሰርተ ክልተ ቁጽሪ ሸውዓተ ደጊሙ ተዛሪቡ ኣሎ ኣብኣ ዓሰርተ ክልተ ቁጽሪ ሸውዓተ እንታይ ኢሉ ግናኸ ምሕረት እፈቱ መስዋእቲ ኣይኮነን እንታይ ምዃኑ እንተ ትፈልጡስ ኣብዞም በደል ዘይብሎም ኣይምፈረድኩምን ነርኩም ምሕረት ማለት እንታይ ማለት እዩ? ምሕረት ማለት እንታይ ማለት እዩ? ንእሽተይ ክንሪኣ ምሕረት ማለት ተበዲልካ ከለኻ ተዓሚፅካ ተታሊልካ ከለኻስ ግን እዚ ከይኣኸለ ነቲ በዳሊኻ ብላዕሊ ዋጋ ከፊልካ ዕርቂ ምግባር ማለት እዩ። ክደግማ እየ ምሕረት ማለት ተበዲልካ ከለኻ ተዓሚፅካ ከለኻ ተታሊልካ ከለኻስ ግን እዚ ከይኣኸለካ ነቲ በዳሊኻ ብላዕሊ ወይ ድማ ኣንኮራ ዋጋ ከፊልካ ዕርቂ ምግባር ምስኡ ማለት እዩ። ምሕረት ክልተ ዓይነት ትርጉም የብሉን። ከምዚ ሓዊ ሓዊ ምሽ ኣሎ ሓዊ ሓዊ ዝሓዊ ዝነድድ ሓዊ ከዓ ሓወይ ምሽ ኣሎ ክልተ ከምኡ ዓይነት ትርጉም የብሉን። ምሕረት ሓንቲ ትርጉም እያ ዘለታ። ምሕረት ድማ ንሕና ክንትርጉማ ከለና ብመንጽር እግዚኣብሄር ኢና ንትርጉማ። ብቐንዱ ዝፈልጥናያ ውን እግዚኣብሄር ስለ ዘፍለጠና እዩ ምሕረት። ስለዚ ብምሕረት ክንትርጉሞ ከለና በዳሊ እንተ ደኣ ኮይኑ ዝበደለ እንተ ደኣ ኮይኑ ይንሳሕ፣ ይናዘዝ፣ ይምለስ፣ ይቕረ በለለይ ድማ ይብል። እምበር ምሕረት ኣይገብርን እዩ ፈጣሪ ወይ ድማ ይቕረ ኣይብልን እዩ መን በዳሊ በዳሊ እዚ ይቕረ ኣይብልን እዩ ምሕረት እውን ኣይገብርን እዩ ስልጣን የብሉን በዓል ስልጣን እቲ ተበዳሊ ምሕረት ክገብርን ይቕሬታ ክክብልን ሲ እቲ ተበዳሊ እዩ። ስለዚ እዩ ተበዲሉ ከሎ ሲ እንደገና ድማ ይቕሬታ ሓቲቱ። ስለዚ እታ ይቕሬታ ክሓትት ከሎ ፕሮሰስ ኣላታ ኣብኣያ እታ ዋጋ ትኸፍል። ዋጋ ከፊሉ የምልሶ ነቲ ብጻዩ ማለት እዩ። ሓዙኒ ኢኹም ንሂወትና ለውጢ ክኸውን እዩ ኣሜን። ምሕረት ግን ትርጉማ እንታይ እያ ጽቡቅ ጌርና እስከ በቲ እግዚኣብሄር ኣብ የሱስ ክርስቶስ ዝገበሮ ክንሪኣ ኢና። ኣላጋጊብኩም ኣላጋጊብኩም ክልተ ሒዝኩም ንእግዚኣብሄር ፍሉይ ነገር ኣብ ውሽጥና ከቐምጥ እዩ ዘይንርስዖ ነገር ጎይታ ከኣ ክረድኣና እዩ። ዕላማ ናይ የሱስ ክርስቶስ ኣብዛ ምድሪ ምምጻእ ኣብ እብራውያን ዓሰርተ ቁጽሪ ሓሙሽተ ንርኢ። እብራውያን ምዕራፍ ዓሰርተ ቁጽሪ ሓሙሽተ እንታይ ይብል? የሱስ ክርስቶስ ናብዛ ምድሪ ክመጽእ ከሎስ ንዕላማ እዩ መጺኡ። እንታይ ዓይነት ዕላማ? ኣብዛ ጽሕፍቲ እዚኣ ክንሪኣ ኢና። ስለዚ ናብ ዓለም ክኣቱ ከሎ ይብል፣ ስጋ ኣዳሎኻለይ እምበር መስዋእቲ ሕሩድን መስዋእቲ ብልዕን ኣይደለኻን። ንየሱስ ክርስቶስ ናብ ዓለም ክመጽእ ከሎ እግዚኣብሄር እንታይ እዩ ኣዳልዩሉ? ቨሰል እዩ ኣዳልዩሉ፣ ስጋ ኣዳልዩሉ እምበር መስዋእቲ ሕሩድን መስዋእቲ ብልዕን ኣይኮነን። ማለት መስዋእቲ ሕሩድን መስዋእቲ ብልዕን ዝብሎ ዘሎ ድቤላ ወይ ድማ በጊዕ ወይ ድማ ኣድሒ ወይ ብዕራይ ወይ ካልእ ነገር ኣይኮንካን ኣዲኻለይ፣ ስጋ ንዓይ ዝኸውን ኢኻ ኣዳሊኻለይ እዩ ዝብሎ ዘሎ። ሓዙ ሓደ ነጥቢ። ወዲ ሰብ ዝመጸ ህይወቱ ምእንቲ ብዙሓት በጃ ክህብ እዩ ኢሉ የሱስ ክርስቶስ ድማ ተዛሪቡ ኣሎ። ኣምላኽ ከመይ ገይሩ እዩ ተዓሪቕና? ካልኣይ ቆሮንጦስ ምዕራፍ ሓሙሽተ ዓሰርተ ትሽዓተ ካልኣይ ቆሮንጦስ ምዕራፍ ሓሙሽተ ቁፅሪ ዓሰርተ ትሽዓተ እንታይ ይብል? ማለት ኣምላኽ ንዓለም ምስ ርእሱ ክዕረቓ ከሎ ኣምላኽ ንዓለም ምስ ርእሱ እንታይ ክገብራ ከሎ ክዕረቓ ከሎ ኣብ ክርስቶስ ነበረ እሞ በደሎም ኣይሓዘሎም ኣባና ከዓ ቃል ዕርቂ ኣንበረ ሓደ ሳብስታንስ ዝኾነ ነገር ጥራሕ ሒዝና ክንከይድ ኢና። ኣምላኽ ንዓለም ምስ ርእሱ ክዓርቃ ከሎ ኣብ ክርስቶስ ነበረ እሞ በደሎም ኣይሓዘሎምን፣ ኣባና ድማ ቃል ዕርቂ ኣንበረ። ስለዚ እግዚኣብሔር ክዕረኸና ከሎ በደልቲ መን እዮም? ተበዳሊ ከመን እዩ? እግዚኣብሔር እዩ ተበዳሊ። የሱስ ክርስቶስ ነዛ ዘይምዕራቕ እዚኣ ናብ ዕርቂ ክመልሳ ዋጋ ክኸፍል ኔርዎ። ተበዲሉ ከሎሲ ዋጋ ኣብ ላዕሊ ድማ ክኸፍል ኔርዎ። ዕርቂ እዩ ጌሩ ምሽ የሱስ ክርስቶስ ዕርቂ ጌረ እዩ ዝብል ዘሎ ቃል ኣምላኽ እዩ። ስለዚ ዋጋ ክፍል ከሎ ንየሱስ ክርስቶስ ከፊልዎ። ንየሱስ ክርስቶስ ክኸፍሎ ከሎ እግዚኣብሄር ጥዑም ኣይነበረን። እግዚኣብሄር ደስ ስለ ዝበሎ ኣይኮነን ከፊሉ። ኣምላኽ ፍቕሪ ናትና ስለ ዝዓበዮ ንስቓይ ወዱሲ ፍቕሪ ናትና ልዒልዎ። ፈሪድዎ እዩ ወዱ ማለት እዩ ክሳዕ ሞት ስለዚ የሱስ ክርስቶስ ክመውት ከሎ ድማ ተጻዒሩ እዩ ሞይቱ እህህ እንዳበለ እዩ ሞይቱ ኣቦ እዛ ፅዋእ እዚኣ ካባይ ተልግስ ፍቓድካ እንተኮይኑስ ካባይ ተልግስ ኢልዎ ኣዝዩ ከቢድ ስለ ዝነበረ ክሳዕ ደም ቲፍቲፍ ትብል ፓስተር ብቐዳማይ ክገልጾ ከሎስ እቲ ደም ቲፍቲፍ ዝብል ዝነበረሲ ኢሉ እቶም ጸሓፍቲ ክጽሕፉ ከለውስ እቶም ካፒላሪስ ኣብቲ ውሽጢ ሰራውር ደምና ዘለዉ እቶም ዝደቐቑ መትንታት ናይ ደምሲ ካብ ምሒር ጭንቀትን ካብ ምሒር ናይ ሓጢኣት ሎድ ምዃንንሲ በርስት ኣውት ይኾኑ ነይሮም ይብሉ ኢሉ ደም የንጠብጥብ ነይሩ ስለ ዝብል ጥቓል ስለዚ ጻዕረ ሞት እዩ ተጻዒሩ የሱስ ክርስቶስ በደልና ክዓግገልና ዋጋ ክኸፍል ከሎሲ ከመይ ከም ዝተሳቐየ የሱስ ክርስቶስ we have to feel it ኤሎሄ ኤሎሄ ላማ ሰበቕታኒ ክሳዕ ዝብል ኣዝዩ ኣብ ሕማቕ ኩነታት ስለ ዝነበረ ኣምላኽ ገዲፍዎ ክስዋእ እግዚኣብሔር ድማ ገዲፍዎ ምክንያቱ ምሳና ክዕረቕ ኣለዎ እግዚኣብሄር ህዝቡ ከጽርእ ኣለዎ ንዕኡ ዝቐንኡ ሰናይ ዝብህጉ ሰባት ከፍሪ ኣለዎ እግዚኣብሄር ናቱ ዕላማ ከምኡ ስለ ዝነበረ ፍቕሩ ዓቢ ስለ ዝኾነ እታ ምስጢር ናይ እግዚኣብሄር እዚኣ እያ ምሕረት ምግባርን ካብ ፍቕሪ ዝተላዕለ ስለዚ እዚ ዓይነት ዋጋ ክኸፍል ኔርዎ ክዕረቕ ምሕረት ክገብር። እምበኣር ብመሰረት እዚ ዝረኣናዮ ምሕረት ምግባር ማለት እንታይ ማለት እዩ? ብሬክ ዳውን ክንገብሮ ከለና ምሕረት ምግባር ማለት እንታይ ማለት እዩ? መስዋእቲ ምዃን ማለት እዩ። ምሕረት ምግባር እንታይ ማለት እዩ? ትሰማምዑ ዶ በዚ ቃል እዚ? የሱስ ክርስቶስ ምሕረት እግዚኣብሔር ኣብ የሱስ ክርስቶስ ኮይኑ ምሕረት ክገብረና ከሎ ቃል ቃል ዕርቂ ከኣ እትኸሎ ምሳናሲ መስዋእቲ ኮይኑ ንርእሱ እዩ ምሕረት እቲ መስዋእቲ ድማ ስጋ የሱስ ክርስቶስ ዓለም ጃስቲስ ትብሎ ነገር ወይ ድማ ልክዕ ብልክዕ ኢቭን ክኸውን ከሎ እያ እታ ፍርዲ ትብለካ እግዚኣብሄር ግን ሕልፍ ብዝበለ ንጸላእትኹም ኣፍቅሩ እዩ ዝብል ንጸላእትኹም እንታይ ግበሩ ኣፍቅሩ እዩ ዝብል ስለዚ እታ ምሕረት ንጸላእትኻ ምፍቃር እያ ብላዕሊ ተበዲልካ ከለኻ እምበኣር ሕጂ ናባና ንምጻእ ናይ የሱስ ክርስቶስ ናይ እግዚኣብሄር እግዚኣብሄር ብየሱስ ክርስቶስ ምሕረት ምግባር ከመይ ምዃኑ ዋግኡ ምኽፋል ርኢናዮ ኣሎና ስለዚ ናባና ንምጻእ ኤፌሶን ምዕራፍ ኣርባዕተ መወዳእታ ዘላ ቁጽሪ ሰላሳን ክልተን ኤፌሶን ምዕራፍ ኣርባዕተ ቁጽሪ ሰላሳን ክልተን ግናኸ ከምቲ ኣምላኽ ብክርስቶስ ይቕረ ዝበለልኩም፣ ንሓድሕድኩም ተላዋህትን ተዳናገጽትን ኴንኩም ይቕረ ተባሃሃሉ። ሕጂ ቓል ኣምላኽ ኣነጺሩ ይዛረበና ኣሎ። ሓደ ነገር እግዚኣብሔር ብየሱስ ክርስቶስ ኣርኢኩም ኣሎ። ምሕረት ክትገብር ተኾንካስ እንታይ ከም ትገብር ብየሱስ ክርስቶስ ገሊጹልኩም ኣሎ። ንስኻትኩም ድማ ልክዕ ከምቲ እግዚኣብሔር ብየሱስ ክርስቶስ ገይሩ ይቕረ ዝበለልኩም ንሓድሕድኩም ድማ ይቕረ ተባሃሃሉ። ስለዚ ኢማጅን ይቕረ እንተ ክትብል ኮይንካ ተበዲልካ ተዓሚጽካ ብዛዕባ በዳሊ ኮና ዝተበደለ ተበደለ ይቕረ ክትብል ተኾንካሲ በቲ ናይ የሱስ ክርስቶስ በቲ እግዚኣብሔር ኣብ የሱስ ክርስቶስ ዝገበሮ ይቕረ ምባል ንዓና ብኡኡ መገዲ ክትገብር እንተኾንካስ ከመይ ኢኻ ክትገብር ጎይታ ይባርካ ሰማሓዊ ነብስኻ ስጋኻ ክትስዋእ ኣለካ ስለዚ እዩ ንሓደ ሰብ በዲልካ ዓሚጽካ ከሎ ምሕረት ክትገብረሉ ቀሊል ዘይኮነ። ስለዚ እዩ ቂምታ ካብ ልብኻ ክወጽእ ብቐሊሉ ዘይክእል። ምኽንያቱ መስዋእቲ ስለ ዝሓትት። ፊልጲ ሰለስተ ዓሰርተ መስዋእቲ ስለ ዝሓትት ምሕረት ምግባር መስዋእቲ ስለ ዝሓትት ፊሊጲ ምዕራፍ ሰለስተ ቁጥሪ ዓሰርተ ጳውሎስ እንታይ ኢሉ ኣሎ? ብዝኾነ ኮይኑ ናብ ትንሳኤ ምውታት እንተኣርከብኩ ኢለ ብሞቱ እናመሰልክዎ ንእኡን ሓይሊ ትንሳኤኡን ሕብረት መከሩን ምእንቲ ክፈልጥ ኩሉ ከም ወጽዓ እቆጽሮ ኣሎኹ። እዛ ብሞቱ እናመሰልኩዎ ትብልሲ ኣበይ እያ ደኣ እታ ትርከብ? ብሞቱ ሕብረት መከሩ የሱስ ክርስቶስሲ ምስሌና እዩ ምሽ ሞይቱ? ሓንሳብ እንሓዋሩ ንሕና ድማ ብእኡ ጸዲቕና ማለት እዩ። ንሕና ምስ የሱስ ክርስቶስ ክንሓብር ብሞቱ እንተ ዄንናሲ በየናይ ሞት እዩ ሞይቱ የሱስ ክርስቶስ? ምሕረት ክገብረልና ኢሉ እዩ ሞይቱ የሱስ ክርስቶስ ካልእ እኮ ኣይኮነን ስለዚ ብሞቱ ክንሓብሮ እንተ ደኣ ኮይንና የሱስ ክርስቶስ ምሕረት ክገብር ስግኡ ካብ ሰውእ ንሕና ድማ እቲ ንሓዉ ዘየፍቅር ሲ ንዓይ ከፍቅር ኣይክእልን ኢሉ ኣሎ ቅድም ነቲ ምሳኻ ዘሎ ጎረቤትካ ኣፍቅር እሞ ደሓር ድማ ናባይ ስገር ኢሉ የሱስ ክርስቶስ ንሕና ድማ ነቲ ጎንና ዘሎ ምሕረት ክንገብር እንተ ኮይንና መስዋእቲ ስጋና ከድልየና እዩ ን ብ ምስ የሱስ ክርስቶስ ሞቱ ንሓብሮ ኣለና ማለት እዩ ምሕረት ክትገብር ሲ ስጋኻ ቅንጥው ኣቢልካ እንዳሕመመካ እዩ እምበር ቀሊል ኢዝሊ ሶሪ ክትብሎ ከምዚ ክትሓልፍ ከለኻ ሰብ ጉልጽ ኣቢልካ ሶሪ ተበለካስ ምንም ኣይኮነን። ትማል ሓደ ሰብ ከምኡ ኢሉ ንምጻይ ካሶር ተረስ ከመይ እውን ኢልን እንታይ ኢልና ናይ ብሓቂ ቂምታ ተበዲልካኒ ገለ ክኸውን ከሎ ይቕሬታ ኢልካ ናይ ምሉእ ልብኻ ክትገድፎ ሲ ስጋኻ ትቕንጦ እያ እሳ ደያ መስዋእቲ ድማ እሳ እያ ምክንያቱ እንታይ ትገብር ኣለኻ ስለኩም ትጎርዞ ኢኻ ዘለኻ ትቆርጾ ኢኻ ዘለኻ ነቲ ዕልቦ ቂምታ ኣብ ልብኻ ኮፍ ኢሉ ወይ ድማ ምሕረት ዘይምግባር ኣብ ልብኻ ኮፍ ኢሉ እንተቐጺልካ ሓጢኣተኛ ኢኻ ዘለኻ ሓቀይ ድያ ቅብታ ሓጢኣት እዩ ቂምታ ከተውፅእ ከለኻ ግን እንታይ ትገብር ኣለኻ እቲ ሓጢኣት ካብ ስጋኻ ትቆርፆ ኣለኻ which is ትስውኦ ኣለኻ ማለት እዩ የሱስ ክርስቶስ ድማ ልክዕ ንዓና መስዋእቲ ኮይኑ ክኽፈል ከሎ ርእሱ ባዕሉ ሓጢኣት እዩ ኮይኑ ሓጢኣት ኮይኑሲ ሓንሳብን ናይ ዘለኣለምን ተሰዊኡ ማለት እዩ። ነቲ ሓጢኣተኛ ስግኡ እዩ ብመልክዕ ሰብ ገይሩ ሰዊኡ ንዓና ኣድሒነና። ስለዚ መስዋእቲ ከፊሉ። ስለዚ ንሕና ድማ ምሕረት ክንገብር ንሰብ ይቕሬታ ክንብል ተኾይንና ነቲ ሓጢኣተኛ ነቲ ቂምታ ሒዙ ዘሎ ክንጎዝሮ፣ ክንቀትሎ፣ ኣለና። ብእኡ ድማ ብሞቱ ንሓብር። ንርእሰይ ኣብ ጸጽባሕ የሰቅዮ ኣለኹ ኢሉ ነይሩ ጳውሎስ። ዝገርመኩም እዩ ዲሲፕሊን የጉብሮ ነይሩ። እናተበደለ ከሎስ ግን ምሕረት ይገብር ነይሩ። መስዋእቲ ይኸፍል ነይሩ የሱስ ክርስቶስ ጎይታ እዩ። ሮሜ ዓሰርተ ክልተ ቁፅሪ ሓደ ቀሪብና ኢና ፅቡቕ ጌርና ክንዓፅዋ እሞ ሓደ ነገር ሒዝኩም ክትከሉ ሮሜ ምዕራፍ ዓሰርተ ክልተ ትፈልጥዎ ኢኹም ትጽሕፍ ኩሉ እምበኣርሲ ኣሕዋተየ ንስጋኹም ህያውን ቅዱስን ንኣምላኽ ባህ ዘብልን መስዋእት ገይርኩም ክተቕርብዎ ብምሕረት ኣምላኽ ምዕደኩም ኣሎኹ እዚ ማለት እቲ ናይ ኣእምሮ መንፈሳዊ ኣገልግሎትኩም እዩ ስለዚ ንስጋኹም ይብል ኣሎ እንታይ ገይርኩም ክተቕርብዎ ህያውን ቅዱስን ንኣምላኽ ባህ ዘብልን እንታይ መስዋእቲ ይብል ኣሎ ምስ ድማ ብምንታይ ግን ምዕዶኩም ኣሎ ኺኑ? እንታይ ርኢኹም ኢኹም እሞ መስዋእቲ ንስጋኹም ክትገብሩ? በቲ ኹሉ ዝረኣናዮ ምሕረት ኣምላኽ ካብ መጀመርያ ክነንብብ ከለና ኣብ ዘጸኣት ሰላሳን ኣርባዕተን ቁጽሪ ሽዱሽተ ኣብ ሆሴእ ዘንበብናዮ ኹሉ ናይ ኤፍሬም ታሪኽ እግዚኣብሄር ክሳብ ኣምዕቱ ዝባጣጠስ ምሕረት እግዚኣብሄር ከምኡ እዩ እሞ በቲ ምሕረት እቲ ጌርኩም ንስኹም ድማ ንስጋኹም ህያውን ቅዱስን ጌርኩም ንኣምላኽ ባብ ዝኽሪ ጌርኩም መስዋእቲ ክተቕርብዎ ይምዕደኩም ኣሎኹ። ስለዚ እቲ መስዋእቲ ዝብል ንስጋና ክንስውኦ ከለና እዩ። ስለዚ ኣምላኽ ካባና ዝጽበዮ ብምሕረት መስዋእቲ ክንከፍል ሚክያስ ቁጽሪ ሽዱሽተ ሸሞንተ ምስዛ ቃል እዚኣ ተኣሳሲረ ሚኪያስ ሚኪያስ ቁፅሪ ሽዱሽተ ሸሞንተ እንታይ ይብል? ኣታ ሰብ ንሱ ሰናይ ዘበለ ኣፍለጠካ እግዚኣብሄር ሲ ረይዕት እዩ ቅንዕና ክትገብር ምሕረት ከኣ ክትፈቱ፣ ምስ ኣምላኽካውን ብትሕትና ክትመላለስ እንተ ዘይኮይኑስ። ስለዚ ኣምላኽ ካባና ዝደልዮ ኣብዚ ብንጹር ኣቕሚጥዎ ኣሎ፣ ቅንዕና፣ ምሕረት፣ ብትሕትና ድማ ክትመላለስ። ስለዚ ንስጋኹም ህያውን ቅዱስን ጌርኩም ንኣምላኽ መስዋእቲ ጌርኩም ኣቕርብዎ ክብል ከሎሲ እንታይ ኢኻ ክትገብር ካብዚ ወጻኢ? ካባኹም ዝደልዮ የብለይን እኳ ይብል ዘሎ ኣምላኽ። ጳውሎስ ኣብቲ ሮሜ ዓሰርተ ሓደ ክብል ከሎ ንስጋኹም ህያውን ቅዱስን ጌርኩም ንኣምላኽ ሰውእዎ ብምሕረት ኣምላኽ እልምነኩም ኣለኹ ክብል ከሎሲ ካብዚኤን ወጻኢ ኣይትገብርን ኢኻ ስለዚ እታ መስዋእቲ ምሕረት ምግባር እያ ኣምላኽ ምሕረት ስለ ዝገበረልና ናይ መወዳእታ ኮንክሉድ ክገብሮ ማለት እዩ ስለዚ ንብል ማለት እዩ እዚ ኩሉ ምስ በልና መጀመርያ ምሕረት ኣምላኽ ርኢና እግዚኣብሔር ከመይ ደንጋጺ ኣምላኽ ምዃኑ ብየሱስ ክርስቶስ ጌሩ እውን እንደገና ከመይ ጌሩ ከም ዝመሓረና ንሕና ድማ ምሕረት ክንገብር እንተኾይና ሲ ምሕረት ብዘይ መንጽር የሱስ ክርስቶስ ብኻልእ ዲፋይን ክትከውን ስለ ዘይትኽእል ብኡ መንጽር ምሕረት ክንገብር ከም ዝግብኣና ብኡ ምሕረት ክንገብር ከለና ድማ ዋጋ ከም ተኽፍለና ኣብዚ ኩሉ ርኢናዮ ኣለና ስለዚኣ ቀላል ዘይኮነት ግን ኢዘር ወይ ክንገብራ ናይ ግድን እዩ ምስ ኣምላኽ ክንማላለስ እንተ ኮይና ስለዚ ምሕረት ፈቱ መስዋእቲ ኣይኮነን ዝበሎ ኣብቲ ኾዜ እንታይ እዩ መስዋእቲ መስዋእቲ ዘለካ ኢኻ እትስውእ ብዕራይ ትስውእ በጊዕ ትስውዕ ዘለካ ነገር ትስውእ ዘለካ ነገር ናትካ ፖሴሽን ኢኻ ትስውእ። ምሕረት ክትገብር ከለኻ ግን እንታይ ካብዚ ኩሉ ዝተማሃርናዮ እንታይ ሪኢኹም ምሕረት ክትገብር ከለኻ? እስከ ዓው ኢልኩም ብሓንሳእ። ርእስኻ ኢኻ መስዋእቲ ትኸውን። ስለዚ እግዚኣብሄር ካብ መስዋእቲሲ ምሕረት እፈቱ። ምኽንያቱ ምሕረት ዓቢ ካብ መስዋእቲ። ርእስኻ ከይሰዋእካ መስዋእቲ ናትካ ከተቕርብ ስለ ዘይትኽእል። ክሮኖጂካሊ ማለት በብ ተራ ክነቐምጦ ከለና ንኣምላኽ ምፍላጥ መጀመርያ ከምቲ ብሆሴ ተጠቒሱ ዘሎ ካብ ዝሓርር መስዋእቲ እውን ፍልጠት ኣምላኽ እየ ዝፈቱ ዝበሎ ንኣምላኽ ምፍላጥ መጀመርያ ነቲ ዝፈለጥካዮ ኣምላኽ ርእስኻ ምስዋእ ካልኣይ ከም ሳልሳይ ደረጃ ሽዕኡ መስዋእቲ ትስውእ። ስለዚ ክቡራት ኣሕዋተይ መጀመርያ ንኣምላኽ ክንፈልጦ ኣለና ኣብ ኣብታ ምዕራፍ እቲኣ ውን ንኣምላኽ ብጸዓቦ ክንፈልጦ ትብል ጽሕፍቲ ኣላ መጀመርያ ንኣምላኽ ክንፈልጦ መን እዩ እዚ ኣምላኽ እዚ ንኣምላኽ ስሒቶሞ እዮም ነይሮም ኣብ በረኽት እዮም ዝስውኡ ነይሮም ኣምራኽ እስራኤል ኣይኮኑን ዘምልኹ ዝነበሩ ስለዚ መን እዩ እዚ ኣምላኽ እዚ ኢልና we have to have a deep relationship ዓሚቕ ዝኾነ ኢንቲመይት ዝኾነ ኮኔክሽን ምስ ጎይታ ክህልወና ኣለዎ ሽዕኡ እንታይ ከም ንስውእ ክንፈልጥ ኣለና ንብረትና ኣይኮናን ንስውእ ዘለና ነገር ኣይኮናን ንስውእ ኣክቲቪቲ ኣይኮናን እነቐድም ስርዓት ኣይኮናን እነቐድም ኣገልግሎት ኣይኮናን እነቐድም ንስጋኹም ህያውን ቁድስን ንኣምላኽ ባህ ዘብልን ጌርኩም ኣቕርብዎ እዚ ድማ ምሕረት ኣምላኽ እልምነልኩም ኣሎኹ ዝበሎም እዩ። ንስጋና ኢና መስዋእቲ ንስውእ። ሓንሳብ ንኣምላኽ ምስ ፈለጥናዮ መጀመርያ ዘረባና፣ ኣርጊመንትና፣ ምስ ስጋና፣ ምስ ርእስና ክኸውን ኣሎዎ። ኣነስ ኣብ ቅድሚ ኣምላኽ ህያውን ጻድቕን፣ ህያውን ቅዱስን፣ ንኣምላኽ ባህ ዘብልን ጌረዶ ደው ኢለ ኣሎኹ? This has to be questioned መጀመርያ ስለዚ ኣምላኽ ህይወትና ምስ ሃብና ህይወትና ምስ ወፈና ስጋና ምስ ሃብና ብድሕሪኡ እዩ እቲ ናትና ህያባት ድማ መስዋእቲ ዝጅምር ብድሕሪኡ ፕሮግራም ተገበርና ሰቁ ፅቡቅ ብድሕሪኡ መስዋእቲ ተሰዋእና ፅቡቅ ብድሕሪኡ ተጎየና ብድሕሪኡ ካልእ ካልእ ኣክቲቭ እንተገበርና እዚ እዩ እቲ ክሮኖሎጂካሊ ወይ ድማ ብመስርዕ ክመጽእ ዝግብኦ። ሎምዓንቲ እዚ ድሕሪ ምስማዕ ድራር ጎይታ ኣለና። ኣምላኽ ከመይ ምሕረት ከም ዝገበረልና ርኢና ኣለና። ዘይግብኣና ከሎ ኣመንዝራታት ከለና ዓዲጉ መሊሱ ናቱ ስለ ዝገበረና ንሕና ድማ ነሕዋትና ከመይ ምሕረት ክንገብር ከም ዝግብኣና ይቕረ ክንብል ከም ዝግብኣና ብግሉጽ ቃል እግዚኣብሄር ኣቐሚጥዎ ኣሎ። ሎምዓንቲ እንታይ እየ ቻለንጅ ዝገብረኩም ነፍሲ ወከፍ ሰብ ናብዚ ሓድሽ ዓመት ኣትሎ ርእሱ ክምርምር። ገለ ነገር እንተለዎ እውን ብዘይ ሕንከት እንተኽኢሉ ወላ ኣብዚ ቸርች ገለ ሰባት ምስ ገለ ሰባት ገለ ቂምታ ኣብ ውሽጥኹም ኣቐሚጥኩም እንተድኣ ሃሊኹም ምሕረት ዘይገበርኩም እንተድኣ ሃሊኹም ነፍሲ ወከፍ ሰብ ርእሱ ይመርምር እግዚኣብሄር ይዛረበኩም ኣሎ እዚኣ እንተድኣ ሓሊፍኩማ እዚኣ እንተድኣ ዕሽሽ ኢልኩም ኬድኩማ ኣነ ንእግዚኣብሄር ነጊረ ኣለኹ ደምኩም ድማ ካባይ ኣይደልዮን እዩ እግዚኣብሄር ሎሚ ድማ ድራር ጎይታ ክንቅበል ኢና። ድራር ጎይታ ጥራሕ ክንቅበል ኢልና ዘይኮና ንሎሚ መዓልቲ ንሓዋሩ ንኹሉ ግዜ ግን ካብ ልብና ዘሎ ቂምታ ነጊፍና ክነውጽእ። ሕጂ እንታይ እየ ዝብለኩም ዘለኹ ሊተራሊ ኢፍ ዩ ሃቭ ካሬጅ ኢናፍ እንተ እግዚኣብሄር ከኽብረኩም ምእንቲ ናይ ብልብኹም ንሰብ ዝሓዝኩምሉ ወይ ድማ ምሕረት ዘይገበርኩምሉ እንተሎ ኬድኩም ሕጂ ተሲእኩም እንዳዘመርና ድዩ ፓስተር ጸሎት እንዳገበረልና ድዩ ኬድኩም ሓቂፍኩም ሰላም በልዎ ወላ ሰብ ሲ ኣታ እዚኣስ ምስዚኣስ ተቀያይማ ነይራ ይበለኩም ንዓኹም ሕሸኒ ኣብ ቅድሚ ሰብ ዝተኣመነኒ ኣነ ድማ ኣብ ቅድሚ መላእኽተይን ኣብ ቅድሚ ኣቦን ክእሞነ እዩ ዝብል የሱስ ክርስቶስ ስለዚ ተኣመኑ ከምኡ ግበሩ ዝኣበየኩም መቸም ናይ እግዚኣብሔር መንፈስ ክድግፈኩም እዩ እንተ ደሊኹም ኣነስ ኣይፋልን ትብሉ እንተኾንኩም ግን ብውሕዱ ብውሕዱ ድራር ጎይታ ከይትወስዱ ቂምታ ኣብ ልብኹም እንተሎ ምሕረት ዘይገበርኩም እንተኾንኩም ከይትወስዱ ኣነ ኣሕሊፈ ኣለኹ። ጎይታ ነመስግነካ ኣለና ስለ ዝረዳእካና ተመስገን ስለ ዝተዛረብካና ተመስገን።